ብሽርሒ ምንሊክ ክልተ ትግራዋይ ተፈጢሩ ኣሎ ብሰሜንን ብደቡብን ሕዚ እውን ብሽርሒ ናይ ሽዋ ብምዕራብን ብምብራቕን ክልተ ትግራዋይ ክፍጠር ብደቡብ ገፅ እውን ዘሎ ራያ እውን ያው ናብ ወሎ ገፁ ክኸይድ ክግበር ስለዚ ትግራዋይ ተበታቲኑ ኣብ ዝተፈላለዩ ከባብታት ነንርእሱ እናተተፋነነ ናይ መንነት ቦርደር ዘይብሉ እናሃለወ ናይ ጂኦግራፊ ቦርደር ዘይብሉ እናሃለወ ናይ ፖለቲካ ቦርደር ክሰርሕ ኣብ ርእሱ ናይ መንነት ፖለቲካዊ መንነት ቦርደር ከምቲ ምስ ኤርትራ ዘለና ማለት እዩ ከምቲ ምስ ኤርትራ ዘሎ ፖለቲካዊ መንነት መሰረት ዝገበረ ቦርደር ናይ መንነት ናይ ብሔራዊ መንነት እኮ ኣይኮነን ፖለቲካዊ መንነት ስለዚ ኣብ ፖለቲካዊ መንነት ተፈላሊኻ ትናቆር ማለት እዩ ኣሎ ኣብ ዓለም ሙሉእ እዚ ዓረብ ትርእይዎ ብምሉእ እኮ ዓረብ እዩ ግን ፖለቲካዊ መንነት ፈጢሮ ኣብ ርእሱ ይዋዳእ ሰሜን ኮርያን ደቡብ ኮርያን እኮ ሓደ ህዝቢ እዩ ፖለቲካዊ መንነት ፈጢሩ ይዋዳእ ከም ትፈልጥዎ ጀርመን ምብራቕ ጀርመን ምዕራብ ጀርመን ኮይኑ ተዋዲኡ ፖለቲካዊ መንነት ከምዚ ኣብ ኤርትራ ትግራይ ትዋዳእ ከምኡ እዩ ስለዚ ኣብዚ ከባቢ እዚ ዘይጠፍእ ኩናት ዘይጠፍእ ሓደ ትስእ ይብል ሓደ ነገር ይገብል ሓደ ቂም ሒዙ ይጸንሕ ትስእ እንትብል ተሎ ተመሊሱ የጥፍኦ ናይ ምጥፍፋእ ብሸ ሰርክል ሒዝና ክንነብር ዘግብር ፖለቲካ ክትከል ለይትን ቀትርን ህራስ ኢኖም ዝሰርሑ ተጋሩ ይፍጠር ኣሎ። ስለዚ ነዚ ማእኸል ዝገብር ብስምምዕ ፕሪቶርያ ነዚ ኩሉ ዘዚ ዝኒሀ ሽርሕታት ዘምክን ኣካይዳታት ስምምዕ ፕሪቶርያ ስለ ዝኾነ ንስምምዕ ፕሪቶርያ ዝፃውኡ ተግባራት ብፅንዓት ምቅላስ የድለብ ኣብያተ ምኽሪ ዝኾነ ናይ ምስሌነታት ሽመት ምሕደራ ሃፍቲ ዝምልከት ዘይሕጋዊ ውሳነ ይኹን ጣልቃ ምእታው ዘይምቕባል ኣብያተ ምኽሪ በጀተን ከጽድቓ፣ ካቢኔታተን ከዓ በጀት ከመሓድሩ፣ ኣብያተ ምኽሪ ኦዲት ገይረን ስርዓት ብዘለዎ መንገዲ ሃፍቲ ብስርዓት ከም ዝተመሓደረ ክቆጻጸራ፣ ጉድለታት እንትርከብ ተሓታትነት ከረጋግጻ እየን ሕገ መንግስታዊ ስልጣን ተዋሂወን ህዝቢ ኣሚኑ ውክልና ሂወን ካሊእ ትእዛዘ ይደልያን።